ቪድዮ እንታይ ማለት እዩ? ብኸመይ ከ ይሰርሕ? ትርጉሙ ካብ ላቲን ኣነ ሪኤ ዝብል ቃል ዝመፀ እዩ። ብገለ ኣጋጣሚ ሰባት ተንቀሳቐሲ ስእሊ ክብሉ ሰሚዕኹም ትኾኑ ኢኹም። እዛ ቃል ፈለማ እዝንኹም እንተኾይና፣ ስእልታት ቅርጾምን ቦትኦምን እንዳቐየሩ ዝንቀሳቐሱ እንተኾይኖም ተንቀሳቐስቲ ስእልታት ወይ ከኣ ቪድዮ ንብሎም። ስለዚ ብሕጽር ዝበለ ቪድዮ ማለት ተንቀሳቐሲ ስእሊ እዩ። ክሳብ ኣብዚኣ እንድሕር ተረዲኣትኩም ምናልባት ሓንቲ ሕቶ መጺኣትልኩም ትኸውን እያ። ኣብ ሓንቲ ሰከንድ ቪድዮ ክንደይ ስእልታት የድልዩና? ሓደ ስእሊ፣ ዓሰርተ ስእሊ፣ ሰላሳ ስእሊ ወይ ድማ ሱሳ ስእሊ ነቶም ሰላሳ ወይ ሱሳ ዝገመትኩም ትኽክል መልሲ እዩ። እታ ቅንዕቲ መልሲ ካብ 24 ክሳብ 60 ስእልታት ኣብ ሓንቲ ሰከንድ ቪድዮ ክንጥቀም ንኽእል። ቪድዮና ካብ ዕስራን ኣርባዕተን ስእልታት ኣብ ሓንቲ ሰከንድ ምስ ዝጎድል እቲ ቪድዮና ክቕልጥፍ ይጅምር። ንኣብነት ነዚኣ ናይ ሓሙሽተ ሰከንድ ቪድዮ ንመልከታ። ብኣንጻሩ ድማ ስእልታትና ካብ ሱሳ ንላዕሊ ክውስኽ ምስ ዝጅምር ቪድዮና ቀስ ክብል ይጅምር ወይ ከዓ ብእንግሊሽ more frames per second ንብሎ። እሞ እቲ መልሲ ካብ ፈለጥናዮ ካብ ዕስራን ኣርባዕተን ክሳብ ሱሳ ስእልታት ኣብ ሓንቲ ሰከን ቪድዮ እንድሕር ተጠቂምና እቲ ንሪኦ ቪድዮ ሓደ ማለት ድዩ? ሓደ ክኸውን ኣይክእልን እዩ ምኽንያቱ ንገለ ሰባት ሱሳ ስእልታት ኣብ ሓንቲ ሰከንድ ቪድዮ ቁሩብ ድንጉይ ዝበለ ኮይኑ ክረኣየና ይኽእል እዩ። ንገሌና ድማ ዕስራን ኣርባዕተን ስእልታት ኣብ ሓንቲ ሰከንድ ቪድዮ ቁሩብ ቅልጥፍ ዝበለ ኮይኑ ክረኣየና ይኽእል እዩ። ስለዚ ሱሳ ስእልታት ጌጋ ወይ ዕስራን ኣርባዕተን ስእልታት ቅኑዕ መልሲ ክትብል ኣሸጋሪ እዩ። ኣብ ገለ መጽናዕቲ ከም ዝሕብርዎ ኣብ ሞኒተር ጌም ዝጻወቱ ሰባት ዝሓሸ ናይ ቅልጡፍ ተንቀሳቐስቲ ነግራት ናይ ምርኣይ ክእለት ከም ዝለዎም ይሕብሩ። ናብ መደምደምታ ምስ ንኸይድ ዝሓሸ ኣብ ሓንቲ ሰከንድ ቪድዮ ሰላሳ ስእልታት ምስ ንጥቀም ዝበለጸ ውጽኢት ኣለዎ ኢለ ይኣምን። ሓደ ሓደ ግዜ መልሲ ዘይብሎም ብዙሓት ነገራት ክህልዉ ይኽእሉ እዮም። መልሶም ግን ብብዝሒ ሰባት ዝሃብዎ ርእይቶ ኢኻ መደምድምታ ትህበሎም። ስለዚ ሓንቲ ሕቶ ናይ መጨረሻ ክሓተኩም። ከምቲ ኣብ መጀመርታ ዝጠቐስናዮ ሓደ ቪድዮ ብተንቀሳቐስቲ ስእልታት ዝቖመ እዩ። ስለዚ ብዓይንና ንሪኦም ዘበሉ ዝኾነ ነገራት ተንቀሳቐስቲ ስእልታት እዮም። እሞ እዚ ካብ ኮነ ብዓይንና ንሪኦም ነገራት ኣብዛ ዓለም ክንደይ ስእልታት ኣብ ሓንቲ ሰከንድ ይንቀሳቐሱ ኢልኩም ትግምቱ? መልሲ ኣብ ኮመንት ጸሓፎ።